ሰላም ጥዕና ይሃበልና ክቡራት ተኸታተልትና፣ እዚ ባይቶና ሚድያ እዩ። ባይቶና ሚድያ ተኣማንን እዋናውን ዝኾነ ሓበሬታ ንክቡራት ተኸታተልታ ኣብ ምቕራብ እትነጥፍ ዘላ ሚድያ እያ። ንቻናልና ሳብስክራይበር፣ ሼርን ላይክን ብምግባር ክተተባብዕና ብኽብሪ ንዕድም። ናይ እዚ ዕለት ትኩስ ዜና ከም ዝስዕብ ቀሪባ ኣላ። ብመተማ ኣብ ልዕሊ ሰራዊት ብልፅግና መጥቃዕቲ ተጀሚርም። ኣብ ወልቃይት ብክልተ ኣንፈታት ውግእ ይቕፅል። ጥሙር ሓይሊ ቤሻንጉልን ፋኖን መጥቃዕቲ ጀሚርም። ህዝቢ ትግራይ ካብ ብልፅግና ነፃ ንምውፃእ ይኽተት ክትብል ህወሓት ፀዊዕም። ብዛዕባ ሃፍቱ ኪሮስ ዝወፀ ዘሕዝን ሓበሬታ። ኣብይ ኣሕመድ ጉዳይ ትግራይ ብሓይሊ ንምፍታሕ ዝጀመሮ ስጉምቲ መንገዲ ዕንወት ከምዝኾነ ተሓቢሩ። ክቡራት ተኸታተልትና ናይዚ እዮምን ናይ ካልኦትን ዝርዝር ዜና ክነስምዓኩም ኢና። ንምክትታልኩም ደጊምና ብኽብሪ ንዕድም። ንቻናልና ሳብስክራይበር፣ ሼርን ላይክን ኣይትረስዑ። ሕጂ ናብ ዝርዝራም ብዛዕባ መራሒ ደቡብ ትግራይ ነበር ሃፍቲ ኪሮስ ዘሕዝን ሓበሬታ ወፀ። ሃፍቱ ኪሮስ ምስ መራሕቲ ህወሓት ብዘለዎ ፖለቲካዊ ኣፈላላይ ሚሊሻታት ሒዙ ንበረኻ ከም ዝወፀን ደሓር እውን ናብ ሓራ መሬትን ስምረት ፓርትን ከም ዝተሓወሰን ዝፍለጥ እዩ። ነዚ ስዒቡ ድማ ኣብ ጎኒ ብልፅግና ኮይኑ ህወሓት ንምፍራስ ካብ ዝቃለሱ ሓደ ከም ዝኾነ ይፍለጥ። ይኹን እምበር ሃፍቱ ኪሮስን ካልኦት ብፆቱን ዝቃለስሉ ዘለዎ ዓላማ ብምፍሻሉን ሓይሊ ሰላም ትግራይ ተበቲኑን ኣብ ትግራይ ብምእታው፣ ኣብይ ኣሕመድ ከም ዝተናደደን እቲ ኣብ ዓፋርን ካልኦት ሓደ ሓደ ቦታታትን ቀርዩ ዝነበረ ውሕድ ሓይሊ እውን ናብ ትግራይ እንተይሃደመ ናብ ክልል ኣምሓራ ከም ዝወሰዶን ምስ ፋኖ ክዋጋእ ከም ዝገበሮን ክግለጽ ጸኒሑ እዩ። ነዚ ስዒቡ ድማ እቲ ኣብ ግንባር ዘሎ ኣባሎም ክተባብዑ ኢሎም ናብ ክልል ኣምሓራ ዘምርሑ ሃፍቱ ኪሮስን መሳርሕቱን ኣብ ኣኼባ እናሃለዉ ብፋኖ መጥቃዕቲ ከም ዝተኸፈተሎምን ሃፍቱ ኪሮስ እውን ብህይወቱ ምትራፍን ዘይምትራፍን መረጋገፂ ከምዘይተረኸበ እንዳተገለፀ ይርከብ። ሃፍቱ ኪሮስ ይኹን ኩሎም ኣብ ኣዲስ ኣበባ ኮይኖም ንብልፅግና ዝሰርሑ ዘለዉ ተጋሩ ናብ ልቦም ክምለሱን ንህዝቦም ክሰርሑን ተደጋጋሚ መፀዋዕታታታት እናቐረበ ከምዝፀንሐ ይፍለጥ። እዚ ከምዚ ኢሉ እናሃለወ ኣብ መተማ ከቢድ ውግእ ይካየድ ከምዘሎ ተገሊፁ። ግንባር መተማ ምስ ሱዳን ዘራኽብ መስመር ስለዝኾነ ሰራዊት ኢትዮጵያ ዓፅይዎ ከምዝነበረ ይፍለጥ። ይኹን እምበር ኣብይ ኣሕመድ ሰራዊቱ ናብ ትግራይ ክኸትት ምግባሩ ስዒቡ ፋኖ ወሳናይ መስመራት እናተቖፃፀረ ከም ዝርከብ ተገሊፁ። እቲ ሕጂ ኣብ መተማ ዝግበር ዘሎ መብረቓዊ መጥቃዕቲ እውን ብሰራዊት ብልፅግና ተታሒዙ ዝነበረ መስመር ንምቁፅፃር ዝዓለመ ከም ዝኾነ ዝረኸብናዮ ሓበሬታ የረድእ። ዛጊድ ብዘሎ ሓበሬታ መሰረት ሓደ ብርጌድ ሰራዊት ብልፅግና ከም ዝተደምሰሰን ብዙሓት እውን ከም ዝቖሰሉን ተሓቢሩ። እቲ ኹናት ብዝጠንከረ መልክዑ እናቐፀለ ከምዝኾነን ሰራዊት ብልፅግና እውን ብበዝሒ ይማረኹን ይፈርሱን ከምዘለውን እዩ እቲ ሕጂ ብሰበር ዜና ዝወፅ ዘሎ ዜና ዘረጋግፅ። ነዚ ስዒቡ ድማ ብልፅግና ንስዕረቱ ምኽንያት ሰራዊት ትግራይን ሰራዊት ሱዳንን ተሓተቲ ይገብር ከምዘሎ እዩ ዝግለፅ ዘሎ። ብልፅግና ኣርሚ ሰብዓ ሰራዊት ትግራይን ሰራዊት ሱዳንን ጥሙር መጥቃዕቲ ፈፂሞምለይ ክብል እናኸሰሰ ከምዝርከብ እዮም ፍርፍራት ዝሕብሩ ዘለዉ። ብተመሳሳሊ ዜና ኣብ ምዕራብ ትግራይ እውን ውግእ ከምዝተጀመረ ተገሊፁ። ኣርሚ ሰብዓ ሰራዊት ትግራይ ኣብ ምዕራብ ትግራይ ኣትዩ ከምዘሎን ሕሞራ ንምቁፅፃር ትእዛዝ ይፅበ ከምዘሎን እንዳተገለፀ ፀኒሑ እዩ። ክፍሊ ሚድያ ኣርሚ ሰብዓ ሰራዊት ትግራይ እውን ምዕራብ ኣቲና ኣለና፣ ህዝብና ነፃ ክነውፅኦ ኢና ክብል ብቪድዮ ናብ ህዝቢ ትግራይ መልእኽቲ ምምሕልላፉ ይፍለጥ። ሕጂ ዝተረኸበ ሓበሬታ ከም ዝገለጸ እውን እቲ ጦርነት ምጅማሩ ብምሽጥር ተታሒዙ እንተሃለወ እኳ ኣርሚ ሰብዓ ግን ታሪኻዊ ሓላፍነት ይዋጻእ ከም ዘሎ ተገሊጹ። ዛጊድ ብዘሎ ሓበሬታ መሰረት ኣርሚ ሰብዓ ብዝወስዶ ዘሎ መብረቓዊ መጥቃዕቲ ጽንፈኛ ሓይልታት ሰፋሕቲ ግዝኣታት ከም ዝለቐቑን ከቢድ ጉድኣት ከም ዝበጽሐሙን ተሓቢሩ። ኣብዚ ሰሙን እዚ ኣብ መንጎ ፋኖን ብኣብዪ ኣሕመድ ዝድገፍ ሓይሊ ኮነሬል ደመቀ ዘውዱን ውግእ ከምዝተኻየደን እዚ ዘብዒ ተከዘ እናተብሃለ ዝፅዋዕ ሓይሊ ኮነሬል ደመቀ ዘውዱ ከቢድ ጉድኣት በፂሕዎ ሞትን ቁስልን ከምዝኾነን እንዳተፀብፀበ ይርከብ። ብኮነሬል ደመቀ ዘውዱ ዝምራሕ ኣብ ምዕራብ ትግራይ ዝርከብ ፅንፈኛ ሓይሊ ኣምሓራ ካብ ኣራት ኪሎ ብዝተውሃቦ ትእዛዝ መሰረት ናብ ፋኖ ደብዳበ ከምዝለኣኸን ፋኖ ምዕራብ ትግራይ ኣብ ትሕቲ ሓይሊ ትግራይ ከይትኣቲ ክቃለስ ከም ዝሓተተን ይፍለጥ። እቲ ካብ ኮነሬል ደመቀ ዘውዱ ናብ ኣመራርሓ ፋኖ ዝተላእኸ ደብዳበ ምዕራብ ትግራይ ኣብ ትሕቲ ህወሓት ከይትኣቱ ሓቢርና ንቃለስ ዝብል ከም ዝኾነ ተፈሊጡ። ይኹን እምበር መልሲ ፋኖ ንወልቃይት ኢልና እንኸፍሎ መስዋእቲ የለን፣ እዚ ናይ ብልፅግና ኦሮሞ ሴራ እዮ ክብል ዝመለሰ እንትኸውን፣ ሕጂ ድማ ኣብ ልዕሊ ፋኖን ብኮነሬል ደመቀ ዘውዱ ዝምራሕ ሓይልን መሪር ውግእ ከም ዝተኻየደን ፋኖ ብዕሊ ኣንጻር እታ ኣብ ምዕራብ ትግራይ ዘሎ ጽንፈኛ ሓይሊ እዩ ጥራሕ እንተይኮነስ ፋኖ ምዕራብ ትግራይ ናይ ትግራይ ምዃና ብዕለ ምእማኑ ዘረጋግጽ ከም ዝኾነ ምሁራት ገሊጸም። እዚ ከምዚ ኢሉ እናሃለወ ኣብ ልዕሊ ህዝቢ ምዕራብ ትግራይ ንዓመታት ከቢድ ገበን ክፍጽም ዝጸንሐን ሓላፊ ፖሊስ ምዕራብ ትግራይ ዝነበረን ኮማንደር ወለላው ተገኘ ከም ዝተቐተለ ምጽብጻብና ዝዝከር እንትኸውን ኩነታት ኣቀታትሎኡ ግን ብዙሕ ምሽጥር ዝሓዘ ከም ዝኾነ እዮም ፍልፍላት ዝሕብሩ። ኣብ ምዕራብ ትግራይ ዘለዉ ብብልፅግና ዝተሸሙ ሓለፍቲ ዋና ስርሖም ኣፅዋር ዝውውር፣ ማዕድናት ዝውውርን ካልኦት ዘይሕጋዊ ተግባራትን ብምስራሕ ሚሊዮናት ዝወነኑ ከም ዝኾነ እዩ ዝግለጽ። እዞም ሓለፍቲ ድማ ምስ መራሕቲ ሰራዊት ኢትዮጵያን መራሕቲ ድሕንነት ኢትዮጵያን ሓቢሮም ከም ዝሰርሑ እዮም ፍልፍላት ይሕብሩ። ዝሓላፉ ፖሊስ ምዕራብ ትግራይ እውን እቲ ሓቢሮም ዝወርዎ ዝነበሩ መኣድን ምዕራብ ትግራይን ዘይሕጋዊ ምውራስ ንብረት ተጋሩን ኣብ መንጎኦም ናይ ጥቕሚ ጎንፂ ከም ዝተፈጠረ ናብ መወዳእታ እውን ብጉጅለ ተኸፋፊሎም እቲ ሓደ ጉጅለ ነቲ ካሊእ ጉጅለ ንምጥፋእ እንትፍትኑ እቲ ሓላፊ ፖሊስ ስጎምቲ ከም ዝተወሰደሉ እውን ተገሊፁ። ስለዚ ድማ ኣብ ምዕራብ ትግራይ ንዓመታት ንብረት ህዝቢ ትግራይ ክወርሱን ግፍዕታት ክፍፀሙን ዝፀንሑ ተለኣኽቲ ብልፅግና ዝኾኑ ፀንፈኛ ሓይልታት ኣምሓራ ሊያቡሴ ሓቢራም ይሰርቁ እሞ ክካፈሉ ይበኣሱ ከም ዝበሃል ብጉጅለ ተኸፋፊሎም ነንባዕሎም ይቃተሉ ከም ዘለዉ ተፈሊጡ። እዚ ከምዚ ኢሉ እናሃለወ ሰራዊት ብልፅግና ኣብ ቤሻንጉል ጉሙዝ እውን ብጥሙር ሓይሊ መጥቃዕቲ ከም ዝተኸፈተሉ ተገሊፁ። እቲ ኣብ ልዕሊ ሰራዊት ብልፅግና መጥቃዕቲ ዝኸፈተ ሓይሊ ጥሙር ሓይሊ ፋኖን ዓማፅ ሓይሊ ቤሻንጉልን ከም ዝኾኑ ተፈሊጡ። ዓመፅቲ ሓይልታት ቤሻንጉል ብልፅግና ባዕዳዊ ሓይልታት ኣብ ክልልና መሰልጠኒ ክኸፍቶ ብምፍቃድ ክልልና ንመጥቃዕቲ ድሮን ክትጋለፅ ይገብራ ኣላ ክብሉ ተሪር መግለፂ ከም ዘውፅኡ ይፍለጥ። ሓይልታት ቤሻንጉል እዚ መግለፂ ዘውፅኡ ሰራዊት ሱዳን ኣብ ክልሎም ናይ ድሮን መጥቃዕቲ ምውሳዱ ስዒቡ ከምዝኾነ ፍልፍላት ይገልፁ። ስለዚ ድማ ብልፅግና ብውሽጥን ብደገን ፈተና ኩነታት ከምዘጋጠሞ እዩ ዝግለፅ ዘሎ። ወታደራዊ ስጉምቲ ንፖለቲካዊ ውጥጥ ከጋድዶ ደኣ እምበር ፍታሕ ከምፅእ ኣብ ታሪክ ኢትዮጵያ ተራእያ ይፈልጠን ክብሉ ተመዛባላይ ምዕራብ ትግራይን ኣባል ሲቪል ማሕበረሰብ ፅላልን ገብረ ሚካኤል ነጋሽ ገሊፆም። እቲ ሕጂ ኣብ ኢትዮጵያ ብሓፈሻ ብፍላይ ድማ ኣብ ትግራይ መንግስቲ ኢትዮጵያ ንፖለቲካዊ ቅልውላ ብወተሃደራዊ ቅልፅም ንምፍታሕ ዘስዕቦ ዘሎ ኣንፈት ደጋጊሙ ተፈቲኑ ዝፈሸለን ነቲ ሃገር ናብ ዝሓመቖ ሓደጋ ዘሸብብን እዩ ክብሉ እውን ገብረሚካኤል ነጋሽ ኣብ ኣዲስ ስታንዳርድ ኣብ ዘስፈረዎ ትንተና ገሊጾም። ኣብ ንጉሳዊ ይኹን ደርጋዊ ዘመን ኣብ ወሰን ኣብ ልዕሊ ዝርከባ ክልላት፣ ምሕደራ ንምስዓብ ብመንግስታት ኢትዮጵያ ዝተታሕዙ ኣንፈታት ኣብ ክንዲ መፍትሒ ዘምጽኡ ጎንጽታት እዮም እንዳጎሃሃሩ መጺኦም ዝበሉ ገብረሚካኤል ነጋሽ፣ ኣብ ዓሰርተ ትሽዓተ ሰማንያን ሰለስተን ዓመተ ምህረት ዝተተግበረ ስርዓት ፌዴራሊዝም ድማ ነዞም ቅድም ኢሎም ዝረኣዩ ዝነበሩ ክፍተታትን ጸገማትን ንምሕካም ክልላት ዓርሰ ምምሕዳራዊ መሰለን ክጎናጸፋ ዘኽኣለን ምንባሩ ኣብሪሆም። ኣብ ዓርሰ ጉዳይ ክልላት ማእኸላይ መንግስቲ ገበራይ ሓደጋይ ዝኾነሉ ኣግባብ ንምእላይ እውን ዝዓለመ እዩ ነይሩ እቲ ኣብ ዓሰርተ ትሽዓተ ሰማንያን ሰለስተን ዓመተ ምህረት ዝተኣታተወ ስርዓት ፌደራሊዝም ክብሉ እውን ኣይተ ገብረ ሚካኤል ትንተናኦም ይቕጽሉ። ዜናታት ናይዚ ዕለት ነዚኦም ይመስሉ ነይሮም። ስለምክትታልኩም ነመስግን። ሰላም